በብከባቢኡ ዝኽፈታ ዘለዋ ኣብያተ ንባብ ኣብ ምኹስኳስ ባህሊ ንባብ ዓቢ ተራ እየን ዝጻወታ ዘለዋ። ከም መቐጸልታ ናይዚ ኣብያተ ንባብ ናይ ምስፋሕ መደብ፣ ማሕበረ ኮም ኣወገት ሓዳስ ቤት ንባብ ኣመሪቑ ኣሎ። ብዛዕባዚ ሳሙኤል ተኪኤ ዘዳለወቶ ጸብጻብ ኣሎ። ኤልሳ ተስፋማርያም ከተቕርቦ'ያ።
ኣብ ዞባ ማእከል ንኡስ ዞባ ገጀረት ዝርከብ ማሕበረኮም ኣውገስ ዘዋደዶ ትምህርቲ ኮምፒዩተር፣ ኣጎልጉሎት ኢንተርነትን መጻሕፍትን ዘጠቓለለ ዘመናዊ ቤት ንባብ ብ ሳላሳን ሓደን ጉንቦት ብኣማሓዳሪ ዞባ ማእከል ሜጀር ጀነራል ሮሞዳን ዑስማን ኣውልያይ ተመሪቑ። ሚኒስተር ትምህርቲ ኣቶ ሰመረ ርእሶም ኣብ ዘስምዖ ቃል ድማ ካብ ክልተ ሽሕን ሸሞንተን ብኮማዊ ንጥፈታት ዝተጀመረን ብዙሕ ጻዕሪ ዝተኻየደሉን ቤት ንባብ ኣጎልጉሎት ኣብ ዝህበሉ ደረጃ ብምብጽሑ ንኣባላት እቲ ማሕበረኮም ምስጋንኡ ኣቕሪቡ። ኣቦ ወንበር ማሕበረ ኮም ኣጎት ኣቶ ተኽለ ገብረኪዳን ብወገኑ፣ ዕላማ'ቲ ዝሃነጽዎን መሰረታዊ ናውቲ ዝተዋደደሉን ትካል፣ ብትምህርቲ፣ ስፖርትን ቅኑዕ ስነ-ምግባርን ዝተሃንጹ እሙናት ተረከብቲ ሃገር መንእሰያትን ቆልዑን ምምልማል ምዃኑ ጠቒሱ፣ ፍልጠት ኣብ ቀጻሊ ንባብ ስለዝርከብ፣ ነቲ ቤት ንባብ ኣብ ምውዳድ ብኣካላት መንግስቲ፣ ሃገራውያን ማሕበራትን ኩባንያታትን፣ ከምኡውን ግዱሳት ዜጋታት ንዝተገብረሎም ምድጋፍ ሞጒሱ። ኣባላት እቲ ማሕበረኮም ዝኾኑ ወለዲ ኣብ ዝሃብዎ ርእይቶ፣ ደቆም ተጠቀምቲ ናይቲ ተቐሪቡ ዘሎ ጸጋታት ንክኾኑ ከም ዝጽዕሩ፣ ነቲ ቤት ንባብ ንምምዕባል ድማ ኣበርክቶኦም ከም ዘዕዝዙ ኣረጋጊጾም። ደቅና ከኣ ጽቡቕ ስነ ምግባር ክዓብዩልና ስለ ዘለዎም፣ ብዝተፈላለየ ብስፖርት፣ ብትምህርቲ፣ ብኻልእ ክመጽኡ ስለ ዘለዎም፣ ፍልጠት እዩ ሓይሊ ኢልና ኢና ንዛረብ ዘለና፣ ዜርና ከማን ኣብኡ ስለ ንመጽእ መበገሲናን ከምኡ ስለ ዝኾነ ሕጂ ንሕና ማሕበረ ጎት ኣጎት ብዓቕሙ እቲ ክግበር ዝግበኦ ዋላ ዓቢ ተኾነ እኳ ንዓና እኳ ንእሽተይ ኮይኑ ዝስምዓና ከይድና ኣለና ገና ዝጽበየና ስራሕ ከም ዘሎ ፈሊጥና ግን ኣብዚ ተበጊስና ዘለና ገና ጻዕርና ዝቕጽል እዩ። ንደቅና ጽቡቕ ንምግባር ንደቅና ምስ ዓለም ንምልላይ ምስ ቴክኖሎጂ ን ንኽዓብዩ እቲ ዝተገብረ ጻዕሪ በዞም ኮሚተ ወለዲ ዝብሃሉ ናይ ብሓቂ ዝምስገን ተግባራት እዩ። ንሕና ዕላማና እንታይ እዩ ነቶም ህፃናት ከምቲ ኣንተዊን ዝተጠቕሰ ካብ ዘይተደልየ ቦታታት ዘይተደልየ ባህልታትን ገለን ወፂኦም ቁሩብ ኣብዚ ናይ መፅሓፍቲ ይኹን ናይ ቴክኖሎጂ ተጠቀምቲ ኮይኖም ነቲ ዝመፅእ ዘሎ ዓለም ምስኡ ክስጉሙ እዩ እቲ ቀንዲ ዕላማና። ነቲ ቤት ንባብ ከም ዓቢ ህያብ ከም ዝጥምትዎ ዝገለጹ መንእሰያት ብወገኖም፣ ዓቢ ፍልጠት ክድልቡን መጻኢኦም ከውሕሱን ንዝተገብረሎም ንጥፈታት ብምምስጋን፣ ዝተነበረሎም ተስፋ ብዓጸፋ ንባብን ጻዕርን ንምምላእ ከም ዝጽዕሩ ኣረጋጊጾም። ኣብ መወዳእታ፣ ነቲ ቤት ንባብ ኣብ ምህናጽን ምውዳድን ብትግሃት ዝዓየዩ ኣባላት ማሕበረኮም ኣውገትን ካልኦትን፣ ካብ ኢድ ኣማሓዳሪ ዞባ ማእከል ሜጀር ጀነራል ሮሞዳን ዑስማን ኣውልያይን ኣካየዲ ስራሕቲ እቲ ዞባ ኣቶ ዘርኢ ተወልደብርሃንን ሽልማት ተቐቢሎም።